ሰላም መጠን ኣበልና ክቡራትን ፍትዋትን ቤተሰብ ትግራይ ብሮድካስት ሰርቪስ ንዕለት ዓርቢ 17 ሓምለ 2018 ዓ ም ዝተዋደዱ ሓደሽቲ ዋናዊ ምዕባለታት ሒዝናልኩም ቀሪብና ኣለና ሓበራዊ ፃኒሕትኩም ምሳና ክኸውን ብምዕዳም ናብ ዝርዝራት ምትስጋጊርና ህወሓት ኣብዚ ቅንያት ንዘቕረቦ ፃውዒት ተቐባልነት ረኺቡ። ኣይተ ጌታቸው ረዳ ብወገኑ ካብ ኣሜሪካ ምላሽ ሂቡ ኣሎ። ብኻሊእ ወገን ቴሌቪዥን ኤርትራ ኣብዚ እዋን ፅምዶ ብዛዕባ ራስ ኣሉላ ኣባ ነጋ ዝምልከት ኣዝዩ ዘገርም ፀብፃብ ኣቕሪባ። እዚ ሓዱሽ ፀብፃብ ነታ ሃገር ዝመርሕ ዘሎ መንግስቲ ንፅምዶ፣ ንርክብ ምስ ህወሓትን ትግራዋይን ዘለዎ ኣጠማምታ ብንፁር ዘቐመጠ ከይኮነ ኣይተርፍን ተባሂሉ ኣሎ። ወልዋሎ ዩኒቨርሲቲ ዓዲግራት ካብ ካፍ ኮንፌዴሬሽን ካፕ ግዙፍ ሽልማት ረኺባ። ነዚኣቶምን ካልኦት ኣገደስቲ ምዕባለታትን ሒዝና ኣለና። ምሳና ጽንሑ። ብቐዳምነት፣ ወልዋሎ ዩኒቨርሲቲ ዓዲግራት ኣብ ካፍ ኮንፌዴሬሽን ካፕ ግዙፍ ሽልማት ረኺባ። ኣብ ናይ መጀመርያ መጻረዪ ጸወታ ብምስታፍ ጥራሕ፣ ሚእቲ ሽሕ ዶላር ወይ ድማ ዓሰርተ ሽዱሽተ ነጥቢ ሓደ ሚልዮን ብር ናይ ገንዘብ ድጋፍ ዕድል ረኺባ። ናይ ካፍ ፕሬዚዳንት ዶክተር ፓትሪስ ሞቴሴቬ ናይ ኣፍሪካ ጋንታታት ናይ ፋይናንስ ዓቕሚ ንምጥንኻር በቲ ሓዱሽ መምርሒ መሰረት ዘሕለፍዎ መልእኽቲ ኣብ ቅድሚ መፃረዪ ደረጃ ዘለዋ ጋንታታት ከይተረፈ እዚ ናይ ሚእቲ ዶላር ወይ ድማ ዓሰርተ ሽዱሽተ ነጥቢ ሓደ ሚልዮን ብር መበረታትዒ ክኽፈሉ ብወግዒ ፈቒዶም ኣለዉ ክብሉ ኣመራርሓ ናይቲ ጋንታ ኣፍሊጦም። ይኹን እምበር ካብዚ ንላዕሊ ዓወታት ክትጎናፀፈሉ ትኽእል ዕድላት ኣብ ቅድሚኣ ከምዘሎን ጎቦ ምድላው ከምዘድልያን ተገሊፁ። ብመሰረት እዚ ድማ ጋንታ ወልዋሎ እዚ ናይ መፃረዪ ፀወታ ሓሊፋ ናብ ምድብ ድልድል ጉጅለታት እንተኣትያ ካብዚ ንላዕሊ ተተጓዒዛ እቲ ናይ ገንዘብ መጠን ብዝለዓለ ደረጃ እናወሰኸት ክትከይድ ከም እትኽእል ተፈሊጡ ኣሎ። እዚ ናይ ካፍ ኮንፌደሬሽን ካፕ ደረጃ ብደረጃ ናይ ክፍሊት ዝርዝር እንትረኣ፣ ኣብ ናይ መጀመርያ መጻረይ ደረጃ ዝንክያ ክለባት ሚእቲ ሽሕ ዶላር ይኽፈላ። ኣብ ምድብ ድልድል ሳልሳይን ራብዓይን ዝኾና ሸውዓተ ሚእቲ ሽሕ ዶላር ወይ ድማ ሚእትን ዓሰርተ ሰለስተን ሚልዮን ብር ይኽፈላ። ኣብ ርብዒ ፍጻመ ንዝጋጠማ ድማ ትሽዓተ ሚእቲ ሽሕ ዶላር ወይ ድማ ሚእትን ኣርባዓን ሓሙሽተን ነጥቢ ሓሙሽተ ሚልዮን ብር ይኽፈላ። ናብ ፍርቂ ፍጻመ ተጋጠምቲ ማለት እውን ሓደ ሽሕን ክልተ ሚእትን ዶላር ማለት እውን ሚእትን ቴስዓን ኣርባዕተን ሚልዮን ብር ይኽፈላ። ንኻልኣይ ደረጃ ዝበጽሓ ድማ ክልተ ሽሕ ዶላር ወይ ድማ ሰለስተ ሚእትን ዕስራን ሰለስተን ሚልዮን ብር ይኽፈላ። ናይዚ ሻምፕዮን ሰዓሪት ዝኾነት ክለብ ድማ ሽዱሽተ ሽሕ ዶላር ወይ ድማ ትሽዓተ ሚእትን ሰብዓን ሚልዮናት ብር ይኽፈላ። በዚ መሰረት ድማ እዚ ሓድሽ ናይ ገንዘብ ኣወቓቕራ ንጋንታ ወልዋሎ ግዙፍ ናይ ፋይናንስ መፍትሒ ካብ ዘላቶ ፀገም ዘውፅእን ንቐፃሊ መንገዲ ብሩህ ተስፋ ዝህብን ጠቕላላ ወፃኢኣ ዝሽፍንን ዘለዎ ዕዳ ትኸፍለሉን ጠንካራን ተወዳዳሪትን ዝገብር ዓብዪ ተስፋ ምዃኑ ተፈሊጡ ኣሎ። ነዚ ዕድል እዚ ክትረክብ ናብቲ ዝድለ ደረጃ ንክትበፅሕ ኣብዚ ሕዚ ሰዓት ናይ መንግስትን ምምሕዳርን ዓዲግራት ዩኒቨርሲቲን ተጋሩ ሰብ ሃፍትን ሓገዝ የድልያ ስለዘሎ ኩልኹም ኣብ ጎኒ ክለብና ክትዓስሉ ፃውዒትና ነቕርብ ክብሉ ኣመራርሓ ናይታ ጋንታ ፀዊዖም ኣለዉ። ብኻሊእ ሓበሬታ፣ ቴሌቪዥን ኤርትራ ኣብ ዝባን ጽምዶ ብዛዕባ ራእሲ ኣሉላ ኣባ ነጋ ዝምልከት ኣዝዩ ዘገርም ጸብጻብ ኣቕሪባ። እዚ ሓድሽ ጸብጻብ ነቲ ሃገር ዝመርሕ ዘሎ መንግስቲ፣ ንጽምዶ፣ ንርክብ ምስ ህወሓትን ትግራዋይን ዘለዎ ኣጠማምታ ብንጹር ዘቐመጠ ከይኮነ ኣይተርፍን ተባሂሉ ኣሎ። እቲ ጸብጻብ፣ ኣንጻር እቲ ኢትዮጵያ ከይትበታተን ወያነ ዳግማይ ስልጣን ከይሕዝ ብዝብል ብዙሓት ኤርትራውያን መስዋእቲ ዝተገበረሉ ኣብይ ኣሕመድ ዝቐረበ ኮይኑ፣ ሕቶ ባሕሪ ድሕሪ ምልዓሉ ንዝቕጽል ዘሎ ናይ ፕሮፖጋንዳ ስራሕ እዩ። ንታሪኽ ራእሲ ኣሉላ ሃጸ ዮሃንስ ሓዊስካ ብዙሓት ዛዕባታት ዝሓዘ ጸብጻብ ኣብ ቴሌቪዥን ኤርትራ ቅድሚ ሒደት ሰዓታት ቀሪቡ ዘሎ። እዚ ጸብጻብ ከም ዘመላኸቶ እቲ ኢትዮጵያ ከይትበታተን ወያነ ዳግማይ ስልጣን ከይሕዝ ብዝብል ብዙሓት ኤርትራውያን መስዋእቲ ዝተገበረሉ ኣብይ ኣሕመድ ተገምጢሉ ኢትዮጵያውያን ከም እሳተ ጎመራ ተፈንጂሮም ንኤርትራ ክወርዋ ይገብር ኣሎ ዝብል ትሕዝቶ ዘለዎ'ዩ። እዚ ብልሂቃን ስርዓት ብልጽግና ብዛዕባ ቀይሕ ባሕሪ ከምዚ እባ ከምቲ ኢሉ እናተባህለ እናሻዕ ከም መፈከሪ ዝለዓል ኣሉላ ኣብ ታሪኽ ጉዕዝኡ ንቀይሕ ባሕሪ ኣይሽንኳይ ዶ ክረግጾ ባሕሪ እንታይ ከም ዝመስል ርእይዎ እውን ኣይፈልጥን። ህዝቢ ኢትዮጵያ ብሓፈሻ መንእሰይ ወለዶ ድማ ብፍላይ ብማዕበል ክለዓል ብዘይ ኣፍደገ ባሕሪ ጎረርኡ ተሓኒቑ ክነብር ከም ዝኾነ ንኸእምን ንሰዓታት መዲሩ። ኣብ ዝተረኽበ ዘቤታውን ኣህጉራውን ኣጋጣሚታትን መጋባእታትን ሕቶ ዋንነት ባሕሪ ናብ ሓድሽ ወለዶ ክሰጋገር ናብ ህዝቢ ኢትዮጵያን ዓለምን ከም ዝሰርጽ ክግበር መምርሒ ኣመሓላሊፉ። እቲ ወኪል ህዝቢ ኢትዮጵያ ተባሂሉ ብዕድመ፣ ትምህርቲ፣ ተመክሮ ዝበልጾ ናይ ሰብ ረብሓ ጉጅለ ኣጣቃዕቲ ድማ ብዛዕባ ማይ ዝቐረበሉ ኣስተምህሮ ተኸታቲሉን ይረድኣዮ ኣይረድኣዮ ብዘየገድስ ከም ኣመሉ ብጣቕዒት ኣሰንይዎ።
ኢትዮጵያ ከም ዘይትበታተን ኢና ክንገብር። ኢትዮጵያ ንከይትበታተን ከይትገማማዕ ወያነ ዳግም ኣብ ስልጣን ከይመጽእ እዚ እዚ እዩ ኣነ ናተይ ትምኒት ናተይ ናተይ ድልየት ናተይ ዝኣምኖ መንግስቲ እውን ዝኣምነሉ ኢለ ዝኣምን ኢትዮጵያ ከምትቐስን ንምግባር። ክተት! ክተት! ክተት! ክተት! ካብታ ዕለት'ቲኣ ጀሚሮም ብዝተዋህቦም መምርሒ መሰረት፣ ልሂቃን ሰልፊ ብልጽግናን መሰልቱን ተደጒሉ ከም ዝጸንሐ እሳተ ጎመራ ተፈጂሮም ባሕሪ ዝብል ክተት ኣዊጆም። ሰብ ሞያ ሕጊ፣ ታሪኽ፣ ፖሊቲከኛታት፣ ወተሃደራውያን ኣዘዝቲ፣ ኣመሓደርቲ፣ ጋዜጠኛታት፣ ስነ-ጥበባውያን፣ መሃንድሳት፣ ኮታ ኩሉ ኣፍ ዘውጸ ዘበለ ኣብ ኩለን መራኸቢታት ኢትዮጵያ ቀሪቡ ክምድር፣ ጽውጽዋይ ታሪኽ ክምህዝ፣ ክትንትን፣ ክፍክር፣ ይስማዕን ይረኣን ኣሎ። የባህር በር ስንል የባህር በርን። ኢትዮጵያ ውሃ በር ያስፈልጋታል። ባህር በር ካላችሁ ኢትዮጵያ የባህር በር ያስፈልጋታል። የቀይ ባህር በር ጉዳይ የባህር በር እቶም ትማሊ ብ ናይ ሰላሳ ዓመታት ኲናት ዝተሳዕሩ ግን ከኣ ስዕረቶም ዘይተዋሕጠሎም፣ ዕድልን ባይታን ስኢኖም ተጸቒጦም ብኽቱር ጽልኢ ህዝብን ናጽነትን ኤርትራ ዝኸሓኑ፣ ኣስናኖም ክሕርቅሙን ክቕዝሙን ዝጸንሑ ሕሙማት፣ ነዛ ብመራሒ ብልጽግና ዝተፈጥረት ዕድል ተጠቒሞም ሎሚያታ ግዜ ብምባል ካብ ዝተቐብሩሉ ጎዳጉዲ ወጺኦም ኣሎና ክብሉ ይረኣዩ ኣለዉ። በዚ ድማ ኢና ዕየት ዓበይቲ ኣባጊዓ ሒዛ ትጠፍእ ክንብል ዝመረጽና። መበገሲ ናይዚ ኩሉ ተላዒሉ ዘሎ ዶሮና ዝኾነ መራሒ ብልጽግና፣ ንዘይ ብሱልነቱ ዝገልጽ ካብ ዘቕረቦ መደረ ክንጅምር። ኣብዚ ናይ ቴሌቪዥን ኤርትራ ጸብጻብ ካብ ንኣብይ ኣሕመድ ንባዕሉ ዒላማ ኣብ ምግባር ንላዕሊ ነቲ ከም መወከሲ ዝተጠቐመሉ ጅግና ጀነራል ራእሲ ኣሉላ ኣባነጋ ዒላማ ምግባር እዮም መሪጾም ዘሎው። ኣዚ ዘገርም ሓሶትን ጠቐነን ኣብ ልዕሊ ተጋሩ ጀጋኑ እዩ ኣብ ቴሌቪዥን ኤርትራ ቀሪቡ ዘሎ።

ታሪኽ ዘኪሮም ልቦና እዩ ተፈጥሮ ዝዓደለና ክሕደግ ኣይከኣልን እዩ። እዚ ብልሂቃን ስርዓት ብልጽግና ብዛዕባ ቀይሕ ባሕሪ ከምዚባ ከምቲ ኢሉ እናተባህለ እናሻዕ ከም መፈከሪ ዝለዓል ኣሉላ ኣብ ታሪኽ ጉዕዝኡ ንቀይሕ ባሕሪ ኣይሽንኳይዶ ክረግጾ ባሕሪ እንታይ ከምዝመስል ርእይዎ እውን ኣይፈልጥን እንዳ ህግደፍ ንራእሲ ኣሉላ ይትረፍ ንቀይሕ ባሕሪ ክረግጾ ባሕሪ እንታይ ምዃኑ እውን ርእይዋ ኣይፈልጥን እዩ ብማል ቁሑም ኣቢሎም ክኽሕዱ ዝረኣዩ ዘለዉ ኮይኖም ሊቃውንቲ ታሪኽ ዓለም ከም ዘስፈረዎ ግን ራእሲ ኣሉላ ኣባ ነጋ ግን ንቀይሕ ባሕሪ ብኣካል ረጊጽዎን ርእይዎን ጥራሕ ዘይኮነስ መስዋእቲ እናኸፈለ ብጽኑዕ ሓልይዎን እዩ። ነዚ ድማ ዓለምለኻውያን ዩኒቨርሲቲታት ዝሰነድዎም ታሪኻዊ መረጋገጽታት ምቕራብ ይከኣል። መርትዖ ሓደ ኣብ ምጽዋዕ ባጽዕን ብሽሕን ሸሞንተ ሚእትን ሰማንያን ኣርባዕተን ዝነበረ ውዕሊ ዝምልከት እዩ። ብሽሕን ሸሞንተ ሚእትን ሰማንያን ኣርባዕተን ዓመተ ምህረት ሕጋዊ ውዕል ህይወት ድሕሪ ምፍራሙ፣ ራስ ኣሉላ ምስ ሰራዊቶም ናብ ከተማ ምጽዋዕ ወሪዶም ኣብ ጥቓ ባሕሪ ብኣካል ተራኺቦም እዮም። ኣብቲ እዋን ብእንግሊዝ ዝምራሕ ዝነበረ ሰራዊት ኣብ ምጽዋዕ ብኽብሪ ተቐቢልዎም ነይሩ። መርትዖ ክልተ ናይ ባሕሪ ወሰን ተኸላኻሊ ምንባሮም። ራስ ኣሉላ ናይ መረብ ምላሽ ናይ ሎሚ ኤርትራ ስጡም ወተሃደራዊ መረብ ብምዝርጋሕ ካብ ስሓጥ ሓሊፎም ኣብ ደጓዕልን ከባቢኡን ኣብ ዝነበሩ ናይ ቀይሕ ባሕሪ ወሰናት ብምእታው ንጣልያን ይከታተልዎን ይገጥምዎን ነይሮም። መርትዖ ሰለስተ፣ ታሪኻዊ ብህሎኦም። ራእሲ ኣሉላ ንባሕሪ ብኣካል ጥራሕ ዘይኮነስ ብመንፈስ እውን ናተይ እዩ ኢሎም ይኣምኑ ነይሮም። ንኢጣልያውያን ዝተናገርዎ ፍሉጥ ዘረባ ነይሩ። ናይ ኢትዮጵያ ተፈጥራዊ ወሰን ቀይሕ ባሕሪ እዮም፣ ካብዚ ወፃኢ ዝኾነ ወታደር እግሩ እንተእትዩ ብሓይሊ ክንድምስሶ ኢና ዝበልሉ ታርኻዊ ፍፃመ ናይ ተዋን እዩ። ስለዚ ከምቲ ህግደፍ ዝዘንትዎ ናይ ሓሶት ታሪኽ ዘይኮነስ ራእሲ ኣሉላ ንቀይሕ ባሕሪ ብኣካል ረጊፅዎ ጥራሕ ዘይኮነስ መስዋእቲ እናኸፈለ ብትብዓት እውን ተኸላኺሉሉ እዩ። ቀይሕ ባሕሪ ይትረፍ ቀደም ሎም እውን ኤርትራ ሃገር ኮይና ካብ መለስ ዜናዊ ክሳብ ተክላይ ገብረመድህን ዝብሃሉ መራሕቲ ህወሓት ቀይሕ ባሕሪ ከይትንከፍ ዝከላኸልሉ ተጋሩ ምምዃኖም ዝፍለጥ እዮም።
ወደብ ዓሰብ ክህልወና ኣለዎ ኢሉ ኣብ ፓርላማ ከይተረፈ ኣብዪ ኣዊጁ ነይሩ። በቃ ኣይንኸርምን! ገሊኦም ናይ ኦሮምያ ሰበስልጣን እዚ ናይ እንታይ እዩ ዝበሃል በዓሎም እሪቻ ዝበሃል በዓል ኣብ ቀይሕ ባሕሪ ኢና ክነውዕሎ ኢሎም እውን ዝኣወጀሉ ግዜ ነይሩ። ካብ ሎሚ ናጋ ክጅምርዋ እዮም እታ ኲናት ኢልና ለምንታይ ተሪፋ ይመስለኩም? ንምንታይ ተሪፋ ስለ ለይደልያ ዓሰብ ስለ ለይደልያ እታ ባሕሪ ስለ ዘይደልያ እታ ፅምዶ እያ ጠንኪራ እታ ፅምዶ ጠንኪራ እተን ዘለዋ ዓቕምታት እውን ተወዲበን
ካሊእ ሓሶት ህግደፍ ኣብዚ እዋን ዘመነ ሃጼ ዮሃንስ መሳፍንውነት እምበር ብሓደ መራሒ ዝተማእኸለ መንግስቲ ኣብ ኢትዮጵያ ወይ ናይ ሽዑ ኣቢሲንያ ኣይነበረን ሃጼ ዮሃንስ እውን ንጉሰ ነገስት ዘኢትዮጵያ ኣይነበሩን ዝብል ውጹእ ሓሶት እዮም ኣብዚ እቲ ካሊእ ሓሶት ነቶም ናይ ሽዑ ንጉሰ ነገስት ኮይኖም ንጉስ ሸዋ ሚኒሊክ ንጉስ ጎጃም ንተክለሃይማኖት ገይሮም ዘመሓድርዎ ዝነበሩ ዘመን ፈጺሙ ዝክሕድ እዮም። ቀይሕ ባሕሪ ናይ ኢትዮጵያ ዶብ ነይሩ ክነብር እውን እዩ ኢሉ ዝተብሃለሉ ዘመን ካብ ሽሕን ሸሞንተ ሚእትን ሰብዓን ሓሙሽተን ክሳብ ሽሕን ሸሞንተ ሚእትን ተስዓን ሸውዓተን ዓመተ ምህረት ኣሉላ ኣብ ስልጣን ዝነበረሉ እዋን እዛ ሕጂ ኢትዮጵያ ትበሃል ሃገር ኣብ ስነ ኣእምሮ ልሂቃን ኢትዮጵያ ብጽውጽዋይን ሕልምን ዝተፈጥረት ደኣ እምበር እዛ ንፈልጣ ኢትዮጵያ ኣይነበረትን። ኣብቲ እዋን ከከባቢኦም ዘመሓድሩን ንሓድሕዶም ዝዋረሩን መሳፍንትን ኣበጋዛት ውግእን ተመቓቒላ እትመሓደር ፋሕ ዝበለት ደኣ እምበር ብባህሊ፣ ቋንቋ፣ ስነ ልቦና፣ ሕግን ቁጠባን ዝተኣሳሰረት ብሓደ መስፍን ወይ ሃፀይ እትመሓደር ህዝቢ ዝነብረላ ጥምርቲ ሃገር ኣይነበረትን። ኣሉላ ድማ ወኪል መስፍን ትግራይ ሃፀይ ዮሃንስ ኮይኑ ንሸውዓተ ዓመታት ንገለ ክፋል ከበሳታት ምድሪ ባሕሪ ኣብ ዘመሓደረሉ ዝነበረ እዋን እንተኾነ ንገማግም ቀይሕ ባሕሪ ብፍጹም ኣይረገጸን። እቲ ዶባ ባሕሪ ነይሩ ዝብል ትረኻ ድማ ንባዕላ ዝተመቓቐለትን ዘይተጠርነፈትን ሃገር ዶባ ባሕሪ'ዩ ነይሩ ክብሉ ዘስደምም እዩ። እቲ ምስ ገማግም ቀይሕ ባሕሪ ዝዳወብ መሬት እውን እንተኾነ መሬት ደቀባትና ሕጂ ኤርትራ ዩ። እቲ ሓቀኛ ታሪኽ ንመልከት። ዘመነ ኣሉላ ካልኣይ ፈረቓ ዓሰርተ ትሽዓተ ክፍለ ዘበን፣ ዘመነ መሳፍንቲ ድሕሪ ምብቅዑ ዝመጸ እዋን ዳግመ ምቛም ማእከላይ መንግስቲ እዩ ነይሩ። ዘመነ መሳፍንቲ መዓዝ እዩ ነይሩ ንዝብል እዋኑ ካብ ሽሕን ሸውዓተ ሚእትን ስሳን ትሽዓተን ክሳብ ሽሕን ሸሞንተ ሚእትን ሓምሳን ሓሙሽተን ኣቆጻጽራ ፈረንጂ። ዘመነ መሳፍንቲ መሰረታዊ ባህሪኡ ማእከላይ መንግስቲ ንጉሰ ዘይብሉ፣ ዓበይቲ መሳፍንትን ራእስታትን ትግራይ ወሎ ጎንደር ጎጃም ንሓደሽቲ ነገስታት ከም ድላዮም እናሸሙን እናውረዱን ብሓደሽቲ ኹናት ሕድ ሕድ ዝተበላሸውሉ እዋን ነይሩ ዘብቀዐሉ ብ ሽሕን ሸሞንተ ሚእትን ሓምሳን ሓሙሽተን ሃፄ ቴድሮስ ካልኣይ ንኹሎም መሳፍንቲ ብሓይሊ ስዒሮም ንኢትዮጵያ ኣብ ትሕቲ ሓደ ማእኸላይ መንግስቲ ምስ ኣእተውዋ ዘመነ መሳፍንቲ ብወግዒ ኣብቂዑ ዘመነ ኣሉላ መዓዝ እዩ ነይሩ እዋኑ ካብ ሽሕን ሸሞንተ ሚእትን ሰብዓታት ክሳብ ሽሕን ሸሞንተ ሚእትን ቴስዓታት ምስ ሃጼ ዮሃንስ ራብዓይን ሃጼ ሚንሊክ ካልኣይን ነይሩ። መሰረታዊ ባህሪኡ ራስ ኣሉላ መስፍን ወይ ንጉስ ኣይነበረን። ንሱ ሓያልን እሙንን ወታደራዊ ኣዛዚ ማለት እውን ጀነራል ናይ ሃጼ ዮሃንስ ራብዓይ ነይሩ። እቲ ዋን ሕድሕድ ዝዋግኡሉ ዘይኮነስ ሓደ ማእኸላይ መንግስቲ ተመስሪቱ ንወረርቲ ሓይልታት ግብጺ፣ መሃዲስት፣ ጣልያን ብሓባር ዝምክትሉ ዝነበሩ እዋን እዩ። ቴሌቪዥን ኤርትራ ግን ካበይ ከምዘምጸኦ ንሃጼ ዮሃንስ መስፍን ትግራይ ክብል እዩ ክጽውዖ ዝረኣ ዘሎ። ኣዝዩ ውጹእ ሓሶት ድማ እዩ። ብዘይካዚ ቴሌቪዥን ህግደፍ ኣብ ልዕሊ ኣሉላ ዘቕረቦ ክሲ፣ ምስ ሃይለስላሴ ብምጅማል ኣጽነትቲ፣ ዓመጽቲ፣ ዘመትቲ ህዝቢ ኤርትራ ከም ዝኾኑ ዝኸሰሰሉ ዘሰክፍ ክሲዮም። ህዝቢ ኤርትራ ልዕሊ ህግደፍ ዘጽነቶን ዘጥፍኦን ስርዓት ከም ዘየለ ባዕሉ ዝምስክሮ ሓቂዮም። ኤርትራ ካብቲ ኣብ ትሕቲ ህግደፍ ዘላቶ ዘመን ዝኸፍኣ ዘመን ከም ዘይነበራ ብዙሓት ኤርትራውያን ዝምስክርዎ እዩ። በንጉሱ ግዜ ወንደምታዮት ቀይ ባህር ጋር ሆነው ይሄም ታሪክ ነው። ኢሄንን ታሪክ መፋቅ ኣትችልም። ከምዚ ትርእይዎ ንጉስ ኣብ ቀይሕ ባሕሪ እንከለዉ እዩ። እዚ እውን ታሪኽ እዩ። ነዚ ታሪኽ እዚ ክትኣልዮ ኣይከኣልን እዩ። ነይሩ እዩ። ታሪኽ ኢትዮጵያ ኣይኮነን ክንብል ኣይንኽእልን ኢና። ከመይ መጺኡ ከመይ ከይዱ ክንካትዓሉ ንኽእል ኢና። ብግዜ ኣሉላ ይኹን ጃንሆይ ታሪኽ ዝነግረና ነገር ኣሎ ማለት እዩ። የኢትዮጵያ ታሪክ ኣለ ልትለኝ ኣትችልም። ነበረ። እንዴት መጣ እንዴት ሄደ እንከራከርበታለን ግን ነበረ። ስለዚ ታሪካዊ ብኣሉላ ግዜም ይሁን በጃንሆይ ግዜ ታሪክ ሚነግረን ነገር ኣለ ማለት ነው። ብርግጽ ናይዞም ክልተ መራሕቲ ዝንገር ታሪኽ ኣሎ ብዙሕ ክትዕ ኣየድልዮን እዩ እቲ ሓቀኛ ታሪኽ ክልቲኦም ወረርቲ ዘመቲ ዓመጽቲ ኣጽነቲ ህዝቢ ኤርትራ እዮም ታሪኾም ዝነግረና ድማ ታሪኽ ወራርን ዓመጽን እዩ። ዝምታ ወራርን ህልቅትን ብሄረ ናራን ኩናማን፣ ምድረስ ዓፋር፣ ሳሆ፣ ዖናን ብሲግድጋን፣ ዓዲ ብርሂም ኦምሓጀር፣ ጸሮና፣ ኣቑርደት ሕርጊጎ እኹላት ኣብነታት እዮም። ክልቲኦም መራሕቲ ኣብ ኤርትራን ህዝባን ጥዑይ ታሪኽ የብሎምን። ሃጼ ሃይለስላሴ በዅሪ እግሩ ናብ ኤርትራ ዘንበረ ኣብ ግዜ ፈደረሽን ሽሕን ትሽዓተ ሚእትን ሓምሳን ክልተን ብመንገዲ ራማ ሩባ መረብ ሰጊሩ እዩ። ከምቶም ቅድሚኡ ዝነበሩ መሳፍንትን ሃጸያትን ሃይለስላሴውን ንኤርትራን ባሕራን ቅድሚኡ ብፍጹም ረጊጹ ኣይፈልጥን። ንመሬት ኤርትራን ባሕራን ክረግጽን ንሰላሳ ዓመታት ክገዝእን ዘኽኣሎ ባርኾቶም ንረብሕኦም ክብሉ ንመሰል ህዝቢ ኤርትራ ጓዕጺጾም ብመልክዕ ዘይፍትሓዊ ፈደረሽን፣ ኤርትራ ምስ ኢትዮጵያ ከም እትሓብር ዝገበሩ ሓያላን ሃገራት እዩ፣ ብፍላይ ድማ ኣመሪካ። ብዓብዩ ድማ ግጉይ ውሳኔ ውድብ ሕቡራት ሃገራት። እዚ ሰነድ ተባሂሉ ቀሪቡ ዘሎ ድማ፣ ብልዑል ደገፍ መንግስታት ኣመሪካ፣ እንግሊዝ፣ ፈረንሳ፣ ኖርወይን ካልኦትን ድሕሪ እቲ ጎበጣ ብሽሕን ትሽዓተ ሚእትን ሓምሳን ሓሙሽተን ሓምሳን ሽዱሽተን ዝተመስረተ ሓይሊ ባዕሪ ኢትዮጵያ ኣብ ባጽዕ ዝተላዕለ ስእሊ እዩ። ብ
ንታሪኽ ኣሉላ ንኤርትራ ወራሪ፣ ዓማጺ፣ ዘማቲ፣ ጨፍጫፊ ድዩ ነይሩ ተባሂሉ እንተዝሕተት፣ ራስ ኣሉላ ዓማጺ ወይ ጨፍጫፊ ኣይነበረን ዝብል ታሪኻዊ ሞገት እዩ ዘቐርብ። ራስ ኣሉላ ኣባነጋ ኣብ ልዕሊ ህዝቢ ኤርትራ ዓማጽን ጨፍጫፍን ነይሩ ዝብል ትረኻ ንባህሪ ናይቲ ዘመን ማለት እውን ዓሰርተ ትሽዓተ ክፍለ ዘበን ዘየገናዝብን ንታሪኻዊ እዋኑ ብናይ ሕዚ መንጽር ዝርእን ትረኻ እዩ። ራስ ኣሉላ ዓማጺ ዘይኮነስ ንሉኣላውነት እቲ ከባቢ ዝተቓለሰ ሓያል መራሒ ምዃኑ ብዞም ዝስዕቡ መርትዖታት ምርግጋጽ ይከኣል። ቀዳማይ ባህሪ ናይቲ ዘመን ስርዓት ፌድ-ፊውዳሊዝም፣ ኣብ መበል ዓሰርተ ትሽዓተ ክፍለዘበን ኣብ መላእ ኢትዮጵያን ኤርትራን ከምኡ'ውን ኣብ መላእ ኣፍሪቃ፣ ወግዓዊ ናይ ደሞዝ ስርዓት ወይ ዘመናዊ ናይ ምግቢ ባንክ ኣይነበረን። ሰራዊት ካብ ቦታ ናብ ቦታ እንተተንቀሳቒሱ ካብቲ ዝነበሮ ከባቢ ግብሪ ምእካብ ወይ መንበሪ ምውሳድ ናይቲ ዘመን ልሙድ ስርዓት ነይሩ። እዚ ስጉምቲ'ዚ ብራእሲ ኣሉላ ጥራሕ ዘይኮነስ ብኹሎም ናይቲ ዘበን ነገስታትን መሳፍንትን፣ ናይ ሎሚ ኤርትራ ኮይና ዘላ ሽማምንቲ ወይ ባሕሪ ነጋሲ ወሲኽካ፣ ዝግበር ነይሩ ስለዚ ነዚ ባህሪ እዚ ንኣሉላ ጥራሕ ፍሉይ ጌርካ ዓማጺ ምባል ታሪኻዊ ሚዛን ዝጎደሎ እዩ ካልኣይ ኣሉላ ቀንዲ ተልእኹኡ ምክልኻል ካብ ባዕዳውያን ወረርቲ እዩ ነይሩ ራእሲ ኣሉላ ናብቲ ከባቢ ዝመጸ ንህዝቢ ክጭፍጭፍ ወይ ከዕምጽ ዘይኮነስ ካብ ኣቶማን ቱርኪ ግብጺ መሃዲስታት ሱዳን ከምኡውን ጣልያን ዝመጽ ዝነበረ ናይ ባዕዳውያን ወራራት ንምክልኻል እዩ ብሽሕን ሸሞንተ ሚእትን ሰማንያን ሸውዓተን ኣብ ዶጋዕሎ ዝተገበረ ውግእ ንወረራ ጣልያን ብምክባስ ንኤርትራን ሙሉእ እቲ ዞባን ካብ ባዕዳዊ ምግዛእት ንምድሓን ዝተገበረ ናይ ጅግንነት ስጉምቲ እዩ ነይሩ። ብሽሕን ሸሞንተ ሚእትን ሰማንያን ሓሙሽተን ኣብ ኩፊት ንመሃዲስታት ሱዳን ብምስዓር ንህዝቢ ከበሳን ቆላን ኤርትራ ካብ ናይ መሃዲስታት ወረራን ምጥፋእን ዘድሓነ ንሱ እዩ። ሳልሳይ ምስ ናይቲ ከባቢ መራሕቲ ዝነበሮ ናይ ሓድነትን ምሕዝነትን ርክብ። ራስ ኣሉላ ንበይኑ ዝንቀሳቐስ ወራር ኣይነበረን። ኣብቲ ከባቢ ካብ ዝነበሩ ዓበይቲ ናይቲ ከባቢ መራሕቲ ከም ደጃዝማች ሓጎስ፣ ራእሲ ወልደሚካኤል ሰለሙን፣ ምስ ዝተፈላለዩ መራሕቲ እናተሓባበረን እናተማኸረን እዩ ዝሰርሕ ነይሩ። ሰራዊቱ እውን ብኡ ካብቶም ናይቲ ከባቢ ማለት እውን ኤርትራውያን ተወለድቲ ዝተዋፃፀ እዩ። ወታደራዊ ስጉምቲ ኣብ ልዕሊ ከዳዓት እምበር ኣብ ልዕሊ ህዝቢ ኣይነበረን። ኣብ ልዕሊ ገሊኦም ወገናት ዝተወሰደ ወታደራዊ ስጉምቲ ኣብ ልዕሊ ህዝቢ ዝተገበረ ዘይኮነስ ምስ ባዕዳውያን ወረርቲ ምስ ጣልያን ግብፂ ወይ ማሃዲስታት ተሰሊፎም ንሃገር ዝኸድዑ ወይ ንሰራዊት ኣሉላ ብድሕሪት ዘጥቅዑ ሓይልታት ንምግታእ ዝተወሰደ ናይ ውግእዋን ስጉምቲ እዩ ነይሩ። ራእሲ ኣሉላ ኣባ ነጋ ኣብቲ ባዕዳውያን ሓይልታት ንቀይሕ ባሕርን ኤርትራን ክጎብጡ ዝደልይሉ ዝነበሩ ሓደገኛ ኣዋን፣ ንሉኣላውነትን ሰላምን ህዝቢ ኤርትራ መስዋእቲ ዝኸፈለ፣ ንወረርቲ ብትብዓት ዝመከተ ሓያል ወተሃደራዊ ጅግና እምበር፣ ንህዝቢ ዝዕምጽን ዝጭፍጭፍን ዝተንስእ መራሒ ኣይነበረን። ካሊእ ውጹእ ሓሶት ቴሌቪዥን ህግደፍ ድማ፣ ገማግም ቀይሕ ባሕሪ ኤርትራ ካብ መበል ዓሰርተ ሓሙሽተ ክፍለ ዘበን ክሳብ ሽሕን ትሽዓተ ሚእትን ሓምሳን ክልተን ብባዕዳውያን ይግዛእ ነይሩ ዝብል ኮይኑ፣ ነቲ ነገስታት ኣቢሲንያ፣ ባሕሪ ነጋስያትን ናይ ከባቢ ሹማምንትን፣ ኣብቲ ገማግም ቀይሕ ባሕሪ ብጣዕሚ ዓብይን ወሳንን ግደ ነይርዎም እዩ ንዝብል ታሪኽ ንምጥፋእ ዝተመሃዘ ናይ ሓሶት ታሪኽ እዩ። እቶም ባዕዳውያን፣ ቱርኪ፣ ግብፂ፣ ንምፅዋዕን ውሑዳት ገማግም ባሕሪ እኳ እንተተቖፃፀሩ እቲ ንግዲ ይፅልዋ ከምኡ'ውን ሕልና እቲ ከባቢ ግን ብቐጥታን ብተዘዋዋርን ምስ ናይ ውሽጢ ዓዲ ኣመሓደርቲ ዝተኣሰረ እዩ ነይሩ። ቀዳማይ መበል ዓሰርተ ሓሙሽተ ክፍለ ዘበን ቅድሚ ምእታው ቱርኪ ሙሉ ብሙሉ ኣብ ትሕቲ ባሕሪ ነጋሲ ምንባሩ ታሪኻዊ መዛግብቲ የመላኸቹ። ኣብ ዝዋን እዚ እቲ መራሒ ምድሪ ባሕሪ ባሕሪ ነጋሲ ንሙሉእ ከበሳን ገማግም ባሕርን ይሕዝ ነይሩ ዩ። እዋን ቱርኪ ካብ ሽሕን ሓሙሽተ ሚእትን ሓምሳን ሸውዓተን ክሳብ ሽሕን ሸሞንተ ሚእትን ስሳን ሓሙሽተን ስርዓት ድርብ ምቁጽጻር ዩ ነይሩ። ቱርኪ ንምጽዋዕ ምስ ሓዘቶ ናብ ውሽጢ ዓዲ ከበሳ ክትኣቱ ፈቲና ኣብ ኩናት ዶቦርዋ ብባሕሪ ነጋሲ ይስሃቅን ሃጸይ ሰርጸ ድንግልን ብ ሽሕን ሓሙሽተ ሚእትን ሰብዓን ሸሞንተን ስለ ዝተሳዕረት ኣብ ገማግም ባሕሪ ጥራሕ ክትውሰን ተገዲዳ። በዚ ድማ ነቲ ገማግም ባሕሪ ናይ ሓባር ምሕዳር እዩ ተገይሩሉ። መበል ዓሰርተ ትሽዓተ ክፍለ ዘበን፣ ዳግመ ምምላስን ቃልስን ሃጽ ዮሃንስ ራብዓይን ራስ ኣሉላን፣ ግብጻውያንን ጣልያናውያንን ንገማግም ባሕሪ ክቆጻጸሩ ምስ ጀመሩ፣ ናይ ኢትዮጵያ መራሕቲ እቲ ባሕሪ ናትና እዩ ብማል ብረታዊ ቃልሲ ገይሮም እዮም። ብተወሳኺ ምስ እንግሊዝ ውዕል ህይወት ብ ሽሕን ሸሞንተ ሚእትን ሰማንያን ኣርባዕተን ብምፍራም ኢትዮጵያ ብምጽዋዕ ኣቢላ ብነጻ ክትነግድን ኣጽዋር ክተእቱን ዘኽእል መሰል ኣረጋጊጾም። ህግደፍ ግን ነዚ ዘሐብን ታሪኽ እዚ ጉሒፉ ክቐብሮ ካብ ዝፍትን ነዊሕ እዋን ዘቑጸረ ኮይኑ፣ መናእሰይ ኤርትራ ድማ ኤርትራውያንነት ንክፍጠር ዝተጓሓፈ ናይ ሓበን ታሪኽ ክብሉ'ዮም ነቲ ሓቂኛ ታሪኽ ንቕድሚት ከምጽኡ ዝጽዕሩ ዘሎ። ብራእሲ ኣሉላ ኣባነጋዶ፣ ብራእሲ ወልደምካኤል ንተሓበን ዝብል ሕቶ ዘልዕሉ ኤርትራውያን። ኣብ ኤርትራ መባእታዊ ናይ ታሪኽ ትምህርቲ ዝቐመሰ ሰብ ዝፈልጦ ታሪኽ እንተሎ ኮይኑ፣ ቱርኪ ሰለስተ ሚእቲ ዓመታት ገዚኣትና፣ ድሕሪ ቱርኪ ግብጺ ዓሰርተ ዓመታት ገዚኣትና፣ ድሕሪ ግብጺ ድማ ጣልያን ረማሚሳትና ዝብል እዮም። እቲ እዚ ተገዚእና ዝብል ቃል እቶም ጅግነት ዝፈጸሙ ኣቦታትና ኣይፈልጥዎን እዮም። ናይ ብሓቂ ዲና ብግብጻውያን ተገዚእና ንጣልያን ድማ ኢድና ሂብና ዝብል ሕቶ ዝውስኹ እዞም ኤርትራውያን፣ እዚ ናይ ሓሶት ታሪኽ ተቦርቂቑ ኣሰሩ ክሳብ ዝጠፍእ እቲ ሓቀኛ ታሪኽና ክንብርብር ከም ዘለና ንፍለጥ። ብግብጺ ከምዚ ዘይተገዛእና ንጣልያን ድማ ኢድና ከም ዘይሃብና ዘረድእ ጭቡጥኣዊ ጽሑፍ እንሆ ክብሉ እዮም ነቲ ሓቀኛ ታሪኽ ብኸምዚ ዝገልጹዎ። ብፍላይ ዳንኤል ወዲ መምህር ዝተባህለ ኤርትራዊ ነቲ ናይ ሓሶት ታሪኽ ህግደፍ ብኸምዚ ዝስዕብ ሓጺቡ ሰጢሕዎ ኣሎ። ኣብ መጀመርታ ዓሰርታት ዓመታት ናይ ዓሰርተ ትሽዓተ ክፍለ ዘበን፣ ህዝብና ብወራር ኣምሓራይ፣ ውቤ፣ ሰኪሑ ምንባሩ ይፍለጥዮ። እንተኾነ ግን ድሕሪ ሞት ውቤ፣ ሃጸይ ዮሃንስ ኣብ ዝነገሰሉ ዘመን ህዝብና ብሕጊ እንዳባ ይመሓደር። ሓሪሱ ምሒሱ ይኣቱ ግብሪ ንጉስ ድማ ከም ሕጊ እንዳባ መሰረት ይኸፍል ነይሩ። ታሪኽ ከም ዝምስክሮ ኣብቲ ግዜ እቲ ግብጻውያን ኣብ ገማግም ቀይሕ ባሕሪ ይንቀሳቐሱ ነይሮም። ካብኡ ሓሊፉ ናብ ከበሳ ገጾም ደይቦም ህዝቢ ከጸግሙ ይፍትኑ ነይሮም እዮም። እንተኾነ ግን ናይቲ ግዜ እቲ ንጉስ ሃጸይ ዮሃንስ ኣንጻር ግብጻውያን ማእለያ ዘይብሉ ወፍሪ ብምግባር ካብ መሬትና የርሕቆም ከም ዝነበረ መጽሓፍ ታሪኽ ወሲኾም የረድኡ። ግብጻውያንን ሱዳናውያንን ማህዳውያን ብተደጋጋሚ ናብ መሬትና ወራር ይገብሩ ስለ ዝነበሩ፣ ሃጺይ ዮሃንስ ንራእሲ ኣሉላ ኣብ ኣስመራ ኮይኑ ነቲ ወራር ክከላኸል ከም ወኪል ናብ ኣስመራ ልኢኹ። ራእሲ ኣሉላ ድማ ምስ ሰራዊቱ ኣብ ኣስመራ ዓሪዱ ነቶም ብተደጋጋሚ ክወሩ ዝመጹ ዝነበሩ ግብጻውያንን ማህዳውያንን ክሰጎም ጀሚሮም። ኣብቲ ግዜ'ቲ ኤርትራን ኢትዮጵያን ዝበሃላ ሃገራት ገና ኣይተፈጠራን ዝነበራ። ስለ ዝኾነ ሰራዊት ኤርትራ፣ ኣሉላን ሃጺይ ዮሃንስን ተዛረብቲ ትግርኛ እዮም ዝነበሩ። ናይ ራእሲ ኣሉላ ሰራዊት እቶም ዝበዝሑ ካብዛ ናይ ሎሚ ኤርትራ ዝመጹ እዮም ነይሮም። እቶም ሃይማኖት ከስፋሕፍሑ ብተደጋጋሚ ንከበሳ ኤርትራን ትግራይን ዝብገሱ ዝነበሩ ግብጻውያንን ማህዳውያንን ብወገን ሰሜናዊ ባሕሪ ብሸነኽ ከሰላ ከምኡውን ብመተማ እልቢ ዘይብሉ ወራራት የካይዱ ነይሮም። ብናይ ሓባሪ ቅልጽም ደቂ ትግርኛ ድማ ስዕረቶም ተጎልቢቦም ይኸዱ ነይሮም። ገለ ካብተን ራእሲ ኣሉላ ጸረ ምስፍሕፋሕን ባዕዳዊ ምግዛእትን ዘካየደን ውሩያት ውግኣት እዘን ሰባየን። ቀዳማይ ኣብነት ብዓሰርተ ሽዱሽተ ሕዳር። ሽሕን ሸሞንተ ሚእቲ ሰብዓን ሓሙሽተን ራስ ኣሉላን ሃፄ ዮሃንስን ብሓባር ኮይኖም ኣብ ጉንደት ኣንጻር ግብጻውያን ኣብ ዘካየድዎ ውግእ ግብጻውያን ሙሉ ብሙሉ ተሓምሽሾም። እቲ ውግእ ኣብ ናይ ሎሚ ኤርትራ ኣንጻር ወራር ግብጻውያን በቶም ትግራዎት መራሕቲ ተኻይዶም። ሰራዊቶም ድማ ብትግርኛ ዝጭፍሩ ብትግርኛ ዝጉይሉ ደቂ ትግርኛ እዮም ዝነበሩ። ካልኣይ ኣብነት እቶም ኣብ ጉንደት ተደማሲሶም ዝጠፍኡ ግብጻውያን ዳግማይ ድሕሪ ሓደ ዓመት ብ ሽሕን ሸሞንተ ሚእትን ሰብዓን ሽዱሽተን ክሳብ ዓንቀሮም ዓጢቖም ኣብ ጉራዕ ዝበሃል መሬት ኤርትራ ኹናት ከፊቶም እዮም። ዕጫ ዝቐደመ በጺሕዎም ራእሲ ኣሉላን ሃጼ ዮሃንስን ጸራሪጎም ካብ መሬት ኤርትራ ኣውጺኦምዎም። ሳልሳይ ኣብነት ራእሲ ኣሉላ ብ ሽሕን ሸሞንተ ሚእትን ሰማንያን ኣብ ሰንሒት ንማህዲ ዝበሃሉ ናይ ሱዳን ጥርኑፋት ኣሸበርቲ ጸራሪጉ ኣርሒቑዎም። ራብዓይ ኣብነት ብ ሽሕን ሸሞንተ ሚእትን ሰማንያን ሓሙሽተን ራእሲ ኣሉላ ምስ ዑስማን ድግና ዝበሃሉ ማህዳዊ ኣብ ኩፊት ኩናት ገጢሙ እሞ ስልታውን መንነታውን ናይ ደቂ ትግርኛ መጥቃዕቲ ዘይተጻወረ ዑስማን ድግና ቀሚሹ ሰብሲቡ ንዓዱ ሃዲሙ ራእሲ ኣሉላ ድማ ክሳብ ከሰላ ደድሕሪኡ ብምኻድ ኣባሪሮምዎ ተመሊሶም። ሓምሻይ ኣብነት እቲ ዝዓበየ ዓወት ናይ ራእሲ ኣሉላ ኣብ ልዕሊ ጣልያን ዝፈጸሞ እዩ ነይሩ። ኣፄ ዮሃንስን ራስ ኣሉላን መሬቶም ክከላኸሉ ምስ ማህዳውያንን ድርቡሽን ክጓየዩ እንከለው፣ ጣልያን ድሮ ምጽዋዕ ተቖጻጺሮም ነይሮም። ካብዚ ብምብጋስ ድማ ንከበሳ ክድይቡ ምቅርራብ ጀሚሮም። ካድረ ህግደፍ ዘምሀረት ዮሃንስ ኣብ መጽሓፉ ከምዚ ኢሉ ጽሒፉ ኣሎ። ብ ዕስራን ሰለስተን ጥቅምቲ ሽሕን ሸሞንተ ሚእቲ ሰማንያን ሽዱሽተን ኢጣልያውያን ነታ ካብ ምጽዋዕ ዕስራን ሓሙሽተን ኪሎ ሜትር ርሒቓ ትርከብ ዊዓ ሒዞማ። እዚ ወጥሪዚ ነቲ ኩነታት መሊሱ ኣኽሪርዎ። እቲ ጀነራል፣ ድሕሪ እቲ ፍጻመ ዝሰዓበ ናይ ራእሲ ኣሉላ ምቅርራብ መዚኑ፣ ናብ ዊዓ ገዚፍ ተደራቢ ሓይሊ ልኢኹ። ነቲ ናይ ሰሓጢት ዕርዱ ድማ ብምድባት ወታደራትን ከቢድ ብረትን ኣደልዲሎም፣ ከም መልሰ ገብሪ ራእሲ ኣሉላ ሒደት ኢጣልያውያን ጅሆ ሒዞም። እዚ ዘይተርፍ ኮይኑ ዝነበረ ብረታዊ ግጥም እምበኣር፣ ኣብ ዕስራን ሓሙሽተን ዕስራን ሽዱሽተን ጥሪ ሽሕን ሸሞንተ ሚእትን ሰማንያን ሸውዓተን መጺኦም። ኣብታ ናይ መጀመርታ መዓልቲ፣ እቲ ዓሰርተ ሽሕ ዝግመት ሰራዊት ዝነበሮ ራእሲ ኣሉላ፣ ነቲ ካብ ምጽዋዕ ዕስራ ኪሎ ሜትር ንምዕራብ ኣብ ሰሓጢት ዝነበረ ዕርዲ ኢጣልያ እኳ እንተጥቅዐ፣ ከይተዓወቱ ተሪፎም። ንጽባሒቱ ኣብታ ጸፍሓታዊት ናይ ዕስራን ሽዱሽተን ጥሪ መዓልቲ ግን፣ ነቲ ናብ ስሓጢት ንረዳት ዝኸድ ዝነበረ ብሓሙሽተ ሚእቲ ዝቖመ ኢጣልያዊ ቦጦሎኒ ኣብ ደጉዓሊ ኣብ ከሚን ኣእትዩ ጨፍጭፍዎ። ኣብ'ዚ ውሩይ ናይ ደጉዓሊ ውግእ፣ እቲ ኢጣልያዊ ኣሃዱ ከም ዘለዎ ተዳቒቑ፣ እቶም ሓሙሽተ ሚእቲ ኢጣልያውያን ወተሃደራት ድማ ብዘይካ ገለ ብራርያ ኵሎም ሞይቶም ኢሉ ኣሎ። እዚ ዝተጠቕሰ ኣብነታት እቲ ውሩይ ዝኾነ ሰብ ክፈልጦ ዝኽእልን እምበር፣ ራስ ኣሉላ ኣብ ናይ ስልጣን ጊዜኡ ንመሬት ክከላኸል ካብ ስሓጢት ንመተማ፣ ካብ መተማ ንከሰላ ክናጠር እዩ ኣሕሊፍዎ። ራስ ኣሉላ ነዛ ናይ ሎሚ ኤርትራ እንተዘይቃለሰላ ነይሩ እዚ ሎሚ ዝንቀሳቐስ ዘሎ ህዝቢ ኣይምሃሎን። ህዝብና ገማግም ባሕሪ ጠንጢኑ ክዕቆብ ናብ ከበሳ ዝደየበ ብሰንኪ ወራራት ግብጻውያንን ሱዳናውያንን እዩ። ስለዝኾነ ድማ እዩ እቶም ግብጻውያንን ሱዳናውያንን፣ ክጻብእዎም ዘይኽእሉ ህዝቢ ጥራሕ ኣብ ባርካ፣ ሰንሒትን ሰሜናዊ ባሕርን ተሪፎም። እምበኣርከስ ነዚ ታሪኽ'ዚ ብምድምሳስ እዩ ኤርትራውነት ክመሃዝ ተፈቲኑ። ህዝቢ ትግርኛ ኣብ ዘመኑ ርእይዎ ዘይፈልጥ ምቾት ብዘመነ ራእሲ ኣሉላን ሃፄ ዮሃንስን እዩ ርእይዎ። ፍትሓዊ ፍርዲ ዝፈርዱ፣ ዘይዕምጹን ስለ መሬት ዝብጀዉን መራሕቲ ምንባሮም ጭሩ ከይተረፈት ትፈልጥ እያ። ሚኒሊክ፣ ሃይለስላሴ፣ ደርጊ፣ ኢሰያስ ኣድራጋ ከመሓድሩና እንከለው ማእለያ ዘይብሉ ንጥፍኣትና ዝተኣወጀ ስውርን ግሁድን ወራራት ኢና ርኢና ኣሎም። ራስ ኣሉላን ሃጼ ዮሃንስን ናይ ፍትሕን ናጽነትን መራሕቲ ምንባሮም ግን ታሪኽ ዝምስክሮ ሓቂ እዩ። ድሕሪኦም ስለ መሬትን ህዝብን ዝተወፈየ መራሒ ኣይተረኸበን። እንተኾነ ግን እቲ መግዛእቲ እሺ ኢሉ ዝቐበለ ኤርትራውነት መሳፍንቲ እናበለ ወረርቲ ከም ዝነበሩ ኣምሲሉ ክገልጾም ይርኣ። ኣቃውማ ፖለቲካ ናይ ቅድሚ ዕስራ ክፍለ ዘበን ኣብ ዓለም ምሉእ መሳፍንቲ ከም ዝነበረ መስክሩለይ ዘየድልዩ ሓቂ እዮም። እንተኾነ ግን ራስ ኣሉላን ሃፄ ዮሃንስን ኣብ ልዕሊ ህዝቢ ትግርኛ ዝፈፀምዎ ግፍዒ እንተሎ ብጭብጢ ክቐርብ ኣለዎ። ክልቲኦም መራሕቲ ነቶም እስልምና ከስፋሕፍሑ ዝህንፍፉ ድርቡሽን ማህዳውያንን ኣካላቶም ቆራሪፆም ንኣሞራ ስለዝሃብዎም ዘይሕጎሱ ኣብ ኤርትራን ትግራይን ኣለው። ኤርትራውነት ድማ ንዕኦም ክጥዕም ተባሂሉ ዝተሰርሐ ስለዝኾነ ኣንጻር ገዛእቲ ተቓሊስና ኣቦታትና ንማህዲ ድርቡሽን ጣልያንን እሺ ኢሎም ኣይተቐበልዎምን ተቓሊሶም መሬት እጽኒሖሙልና እዮም ካብ ምባል ተቖጢብና እዚ ኩሉ ታሪኽ ተደምሲሱ ንህግደፍ ትጥዕም ኤርትራ ተሰሪታ ህግደፍ ኤርትራውነት ንክሃንጽ ዘንበሮ መሰረት ጽልኢ ትግራይን ታሪኽ ትግራይን ትግራዋይነትን ከም ምዃኑ መጠን ኣብተን ካድረታቱ ዝጸሓፍዎን ውሑዳት ብጽንጽዋይ ዝመልኣ መጻሕፍቲ ጽልኢ ትግራይ ከንጸባርቕ ዝፍትን እቲ ሓንቲ ዘይፍትሓዊት ስነ ሞጎት ህግደፍ ድማ ራእሲ ኣሉላን ራእሲ ወልደሚካኤል ምሒሉ ናበ ትግራይ ሒዝዎ ከይዱ ጠሊምዎ ትብል እያ ህግደፍ ንራእሲ ኣሉላ እዛ ጌጋ እዚኣ ጥራሕ እዮም ረኺቦምሉ ጽብቕቲ መሳወሪት ጽልኢ ኣብ ልዕሊ ተጋሩ ብምዃና ድማ እዛ ታሪኽ ውጺታውነት ዛንታ ኮይና እያ ተረኺባ እዞም ኩሎም ራእሲ ኣሉላ ንራእሲ ወልደምካኤል ጠሊምዎ ዝብሉ ሰባት ራእሲ ወልደምካኤል ስለ ዝተጠለመ ዓጂብዎም ዘይኮነ ሴፍ ኣሉላ ክሳድ ድርቡሽ ቀንጢባ ዝወደእት ስለ ዝኾነት እዮ መጀመርታ ራእሲ ወልደምካኤል ሰለሙን እታ ራእሲ እትብል ማዕረግ ናብ ትግራይ ብምኻድ ኣብ እግሪ ሃጽይ ዮሃንስ ብምውዳቕ ዝረኸባ እያ ነይራ። ራስ ወልደሚካኤል ኣብ ጉንደት ኣብ ጎኒ ራስ ኣሉላን ሃጽይ ዮሃንስን ብምዃን ኣብቲ ኹናት ውዒሉ እዮም። ዝተረፈ ታሪኽ ህይወቱ ግን ምዝርዛሩ ጥዕና ንዘይብሎም ሰባት ኣብ ዕውለቱ ዘእትዮ። ራስ ወልደሚካኤል ኣብ ጸዓዝጋ ህይወት ማእለያ ዘይብሎም ንጹሃት ትግርኛ ከም ዝቐተለ ንመን ክጠፍኦ ይኽእል? ኣብ ዓዲ ንፋስ ህይወት ኣስታት ሚእትን ዒስራን ንጹሃት ትግርኛ እሞ ድማ ቆልዓ ሰበይቲ ከም ዝሓለፈ ዝኾነ ወዲ ዓዲ ንፋስ ዝፈልጡ ሓቂ እዮም። እዚ ታሪኽ እዚ ዋላ ኣሽሓት መጽሓፍቲ ኣምጺኻ ክትቀብሮ ፈቲንካ ዝቕበር ኣይኮነን። ስለዚ እቲ ራእሲ ኣሉላ ኣብ ቀይዲ ኣእትውዎ ኣብ ምንታይ እዩ እቲ ጌጋ? ራእሲ ወልድምካኤል ኣብ ትሕቲ ሃጼ ዮሃንስ ዝነበረ ወተሃደር እምበር ዓቕሚ ዝነበሮ ሰብ ወይ ንጉስ ኣይነበረን። ኣብ ዘመነ ኤርትራውነት ዘይተለወጠ ነገር ስለዘየለ ግን እንሆ ታሪኽ ወልደሚካኤል ሰለሙን ኣንጻር መሳፍንቲ ትግራይ ተቓሊሱ ብዝብል ናይ ሸፈጥ ታሪኽ ተለዊጡ። ስለዚ ንሕና ብመን ኢና ክንኮርዕ ዘለና? በቲ ንጣልያን መሪሑ ሰገነይቲ ዘእተዎም ባህታ ሓጎስ ዲና ክንሕበን ዝግበእና? ዋላስ ብሃጽ ዮሃንስ ስለ መሬትናን ማዕተብናን ክብል ክሳዱ ንጽላእ ዝሃበ በቲ ህይወት ንጹህ ህዝቢ ትግርኛ ዘሕለፈ ወልደሚካኤል ሰለሙን ዲና ክንኮርዕ ዝግባእ? ዋላስ በቲ ስለ መሬትና ዶባት ናይ ሎሚ ኤርትራ ክሕሉ ዕድሚኡ ዝወደ ራስ ኣሉላ። ኤርትራውነት እቲ መግዛእቲ ዝናፍቕን ዝፈቱን መንነት። ከም መንነት ክፍጠር እንተኾይኑ ግድን ኢዩ እቶም ኣንጻር መግዛእቲ ዝተቓለሱ ካብ ታሪኽ ሓኺኹ ታሪኽ እቶም ንመግዛእቲ እሺ ኢሎም ተደቢሮም ዝተቐበልዎ ክውረቕ። እወ ንጣልያን ንማህዲ ንድሩቡሽ ተቓሊስናዮም ኢና ክንብል እንተኾይና ግን ታሪኽ ኣሉላን ዮሃንስን ኢዩ ክልዓል። ካብ ኣሉላን ዮሃንስን ንመሬትና ተቓሊሶም ምባል ድማ ተገዚእና ኢና ምባል ይሓይሽ ወይ ድማ በቶም እልፊ ሕልኩሳት ንጣልያን መሪሖም ሰገነይቲ ዝኣተዉን ምንጻፍ ዘንጸፉን ኢና ክንኮራ። እዚ እዩ ኤርትራውነት ዝበሃል ካብዚ ክሓልፍ ዕምቆት የብሉን። በዚ ኢልካ በቲ ፍልስፍናን ጽውጽዋይን ኤርትራውነት ብጽልኢ ትግራዋይነት እዩ መጋረጅኡ ቀንጢጡ። ስለዚ ብምንታይ ብመንን ንተሓበን እዩ ዘሎ እቲ ዘረባ። በቲ ዋላ ቁሩብ ሓበን ከመንጩ ዘይኽእል ጽንጹዋያት ዓወተ፣ ከቢረ፣ ኢብራሂም ሱልጣን፣ ራስ ወልደመካይል፣ ባቲ ሓጎስ ዶስ በቶም ታቦት ክሕልዉ ዶባት ሱዳን ዝውዕሉ ዝነበሩ ኣሉላን ዮሃንስን በቲ ተጎምባሒ ኤርትራዊ መንነት ዶ በቲ ኩለንትናዊ ብቕዓት ዘሎ ናይ ትግርኛ መንነት ብመን ንኹራዕ? መቸስ ፈቲና ጸሊእና ኤርትራውነት መግዛእቲ ዘኹርዖ መንነት ኢዩ ዝብል ዳንኤል ወዲ መምህር። በቅርብ ጊዜ ታሪካችን ውስጥ ባለፈው መቶ ዓመት በምንለው ታሪካችን ውስጥ የኢትዮጵያ መንግስታት መምጣትም ሆነ መሄድ መውደቅም ሆነ መነሳት ቀጥታ ከኤርትራ ጥያቄ ኣመላለሳችን ጋር ተያያዥነት ኣለው። ናይ ቀረባ ናይ ሚእቲ ዓመት ታሪኽና መንግስታት ኢትዮጵያ ናብ ስልጣን ምምጻእን ምኻድን ምውዳቕን ምትንሳእን ኣብ ምምላስ ሕቶ ኤርትራ ብእንወስዶ መርገጺ ዝተሓሓዘ እዩ ሃጺ ሃይለ ስላሴ ሕቶ ኤርትራ ንምምላስ ዝተኸተልዎ ኣካይዳ ንውድቀቶም ኣስተዋጽኦ ነይርዎ ስርዓት ደርግ ንሕቶ ኤርትራ ዝተኸተሎ መንገዲ እውን ንውድቀቱ ዓብ ግደ ተጻዊቱ መንግስቲ ኢህደግ ርክብ ምስ ኤርትራ ብምባል ዝተኸተሎ ኣካይዳ ንውድቀቱ ዓብ ተራ ነይርዎ ኣብዚ ሕጂ እዋን ምስ ኤርትራ ዘሎና ርክብ ሕቶ ሃገራዊ ድሕነት ጥራይ ዘይኮነ ብዛዕብ ወደብ ንልዕል ስለ ዘሎናን ብመንፅር ታሪክ እውን ሕቶ ኤርትራ ንምልሰሉ መንገዲ ምስ ህልውናና ዝተሓሓዘ ብምዃኑ ኣብ ግምት ብምእታው ግቡእ እዩ ዝብል እምነት ኣለኒ

ሎሚ እውን ኣብዚ ዘለናዮ እዋን ኣብ ቅድሜና ናይ ሃገራዊ ድሕነት ሓደጋ ኣንጸላልዩ ኣሎ። ቀጥታ
ፊታችን ላይ የሚጋርጠው የደህንነት አደጋ አለ። እዚ ብኻሊእ ሓበሬታ ህወሓት ኣብዚ ቅንያት ንዘቕረቦ ፃውዒት ተቐባልነት ረኺቡ። ኣይተ ጌታቸው ረዳ ብወገኑ ካብ ኣሜሪካ ምላሽ ሂብሉ። ህወሓት ምስ ስርዓት ብልፅግና ንተፃብኦ ዘለዎም ሓይልታት ከም ሰራዊት ሓርነት ኦሮሞን ፋኖን ሓበራዊ ትብብር ከምዝመስረተ ኣፍሊጡ። ሰራዊት ሓርነት ኦሮሞ፣ ኦነግ፣ ኦነስ፣ ድማ ነዚ ኣውንታዊ ምላሽ ሂቡ'ሎ። ናይቲ ሓይሊ ላዕለዋይ ኣማኻሪ ኣይተ ጅሬኛ ጉዴታ ንድምጺ ጀርመን ኣብ ዝሃብዎ ምላሽ፣ ነቲ ናይ ህወሓት ካብ ክልተ ሽሕን ዓሰርተ ሰለስተን ጀሚሩ ዝነበረ እምበር ሓድሽ ከምዘይኮነ ገሊጾም። ብዛዕባ ኣብ ማሕበራዊ ሚድያ ዝተዘርግሐ መግለጺ ሰራዊት ሓርነት ኦሮሞ ነቲ ናይ ህወሓት ናይ ምትሕብባር ጻውዒት ተቓውሞ ተባሂሉ ኣብ ማሕበራዊ ሚድያ ዝተዘርግሐ ወረ ሓሶት ምዃኑን ካብኦም ከምዘየወጸን ኣረጋጊጾም።

ክነዋዓውዓ ዘይንደሊ ዝነበርና እውን ሓደ ምኽንያት እዚኣ እያ። ንኣና እዮም ዝጣራጠሩና ነይሮም፣ እምበር ክቃለሱ ድዮም ዝብል። ዘይጸላኢኹም ድዩ? ሓቢርኩም ድኣ ዘይትቃለሱ ምሰና? ባይዘ እቶም መሓዙት ንባዕሎም እታ ናይ መሓዙት ክነዋዓውዓ ዘይንደሊ ዝነበርና እውን ሓደ ምኽንያት እዚኣ እያ። ዋ ንሕና ስምምዕ ኣለና እዩ እዛ ስምምዕ ናይ ሰላም ክትፈርሰልና እውን ኣይንደልን ክሳዕ መወዳእታ ፀንቂቕና ክንጥቀመላ ክንፅዕር ኢና እምበር ኣብዪ ፍታውና ከም ዘይኮነ ንፈልጦ ኢና። ጆኖሳይደር እዩ፣ ዝሕተት መንግስቲ እዩ፣ ዝሕተት መራሒ እዩ ኣብኡ ዘሎ። ግን ብዛ ስምምዕነት ዓለምለኻዊ እውን እያ ክንጥቀመላ ኢና እምበር ከምዚ ትግራይ በቃ ዝተሰኮነ ንቃልስስ ድሏት ከም ዘይኮና ከም ዘይግድሰና ገይሮም ዝወስዱ ነይሮም ኖ ኣይኮነን ኢና ንኣና እዮም ዝጠራጠሩና ነይሮም በርክ ቃለሱ ድዮም ዝብል ዋንሕና እናተቓልስናስ እንታይ ኮንኩም ዝብሉና ንሕና እናተዋጋእናስ እንታይ ኮንኩም ስቕ ትብሉ ዘይ ጸላኢኹም ድዩ ሓቢርኩም ዳ ዘይተቃለስኩም ሰብ ክነ ነረድእ እውን ነርና ማለት እዩ ናብ ዘይንኣቱ እናበለ ንሕና ነታ ሰምዕነት ያው ክሰዊና ኢና ምፅናዮ ብዙሕ ከፊልና ኢና ምፅናዮ ኣኽቢርና ኢና ሒዝናዮ ክነኽብራ እውን ስለ ዝነበረና እዩ ኣብ መንጎ እዞም ዝተፈላለዩ ዕጡቓት ሓይልታት ዝተፈረመ ወግዓዊ ናይ ፖለቲካ ስምምዕነት እኳ እንተዘይሃሎ፣ ብተግባር ግን ሓደ ዓይነት ዕላማ ነቲ መንግስቲ ምእላይ ከምዘለዎም ኦነግ ተገሊጹሎም። ቀዳማይ ሚኒስተር ኣብይ ኣሕመድን ፕረዚደንት ክልል ኦሮሚያ ሽመልስ ኣብዲሳን፣ እዞም ዕጡቓት ሓይልታት ንናይ ወጻኢ ሓይልታት፣ ወይ ንሕጽር ዝበለ ፖለቲካዊ ረብሓ ኢሎም ዝሰርሑ ምዃኖም ብምግላጽ ብጽኑዕ ክኹነኑ ዝተራእዩ ኮይኖም፣ ህወሓት ነዚ ኣቐዲሙ ነጺጉዎ'ዩ። ኦነግ'ውን ነዚ ክሲ ነጺጉዎ'ሎ። ኦነግ ኣብ ክልተ ሽሕ ዓሰርተ ኣርባዕተ ምስ ህወሓት ክስማዕማዕ ፀኒሑ ሓይልታት ምክልኻል ትግራይ ናብ ደብረብርሃን ምስ ተፀግዐ ግን ከም ዝጠለመ ኣይርሳዕን። ብተመሳሳሊ መንገዲ ኣቐዲሙ ንኹናት ትግራይ ዝቃወም ዝነበረ ጀዋር መሓመድ እውን ኣብ ቤት ማእሰርቲ ኮይኑ ተቓውሞ ከም ዘስመዐ ባዕሉ ኣብ ዝሃቦ ቃለ መሕተት ገሊፁ ነይሩ እዩ። የህወሓት ኣመራሮች በኦሮሚያ በትጥቅ ከሚንቀሳቀሰው የኦሮሞ ነፃነት ሰራዊት እና በአማራ ክልል በተመሳሳይ ሁኔታ የኢትዮጵያ መንግስትን በትጥቅ ከሚወጋው የፋኖ ታጣቂዎች ጨምሮ ከተለያዩ አካላት ጋር ትብብር ፈጥረናል ማለትንም ተከትለው ምላሽ አስተያየታቸውን ለዶችቬሌ የሰጡ የኦነግ ኦነሴ

መራሕቲ ህወሓት ኣብይ ኣሕመድ ትግራይ ንምውራር ይህንደድ ኣሎ ይብሉ ከም ዝነበሩ ይፍለጥ እዩ። ሎሚ ቕነ ግን ሃለዋትና ንስርዓት ኣብይ ኣሕመድ ብምቕባር እዩ ዝረጋገፅ ዝብል ፅሑፍ ኣዳልዮም ምስ ካድረታቶም ይዝትዩ ከም ዘለዉ ዝፍለጥ እዩ። ስርዓት ብልፅግና ዘካይዶ ዘሎ ናይ ሚድያ ፕሮፖጋንዳ ኣዝዩ ሰፊሕን ብትሕዝቶ ዝተፈለየን ገይርዎ ኣሎ። ኣብ ማእኸል እዚ ምክራር ኣይተ ጌታቸው ረዳ እቲ ዕላማ ፍፁም ጌጋ ምዃኑ ንምርዳእ ነዊሕ ፅሑፍ ኣብ ናይ ፌስቡክ ገፁ ለጢፎም። ተመሳሳሊ ምላሽ ዝሃበ ዶክተር ጨርቆስ ወልደጌርጊስ እውን ህወሓት ንውድብ ክነድሕን ኢና ብዝብል ካብ ጭርሑ ናብ ስርዓት ብልፅግና ከነፍርሶ ኢና ናብ ዝብል ብዕሊ ክበብ ኢልዎ ኣሎ። ሐዚ ስትራቴጂክ ዕላምኡን ንናይ ኦሮሞቶት ስርዓት ምውዳእ ኮይኑ ከምዘሎ ኣዝዩ ግልፂ ብማል ከምኡ ንምግባር ይሰልጦ ዶ ዝብል ካሊእ ውራይ ኮይኑ ታይ እዩ ዘድሊ ዝብል ሕቶ ኣቐዲሙ ናይ ማይ ተሽሓት መላብን መናእሰይ ህይወትን ኣካልን ምዃኑ ብምምልካት፣ እዚ ሰይዋጽን ክብል እዩ ተቓዊምዎ ዘሎ። ኣብ መንጎ ህወሓትን ብልጽግናን ምክራረብ ዝሓየለለ እዚ ወቕቲ፣ ኣይተ ጌታቸው ረዳ ፕረዚደንት ውድብ ስምረት እውን ቅድሚ ሕዚ ዝነበሩ ፍጻመታት ብምዝርዛር ተሪር ተቓውሞ ኣስሚዑ ኣሎ። ገለ ኣክቲቪስታት ህወሓት ንኣይተ ጌታቸው ረዳ ንብልጽግና ከነወድቕ ኢና ዝብል ዘረባ ልዕሊ ኣብይ ኣሕመድ ጌታቸው ረዳ ብጣዕሚ ኣጨኒቕዎ ምሽክናይ ክብሉ ዝገበረ ጽሑፍ ኣይተ ጌታቸው ረዳ ኣብ ልዕሊ ናይ ቀደም ብጾቱ ከቢድ ተቓውሞ ዘቐረበሉ እዩ። ኣብ መቐለ ኮይኖም ነዚ ስርዓት እዚ ማለት እውን ንብልጽግና ንሓንሳብን ንሓዋሩን ንምእላይ ናይ ቀረባ መሓዙት ኣለዉና ይብሉ ኣለዉ ዝብል ኣይተ ጌታቸው ረዳ ብሕሰም መግዛእቲ ተቖሪንካ ዘለኻ ህዝቢ ትግራይ ሐዚ ተበራበር እዚ ጉጅለ ሐዚ መላፍንቲ ኣኪቡ መሃሙቕ ከውርደካ ድግድጊት ዓጢቑ እዩ ዘሎ ክብል እዩ ጽሒፉ ዘሎ። ወሲኹ ድማ እዚ ጉጅለ ንዘመናት ዝተዋህለለ ዓቕምታት ትግራዋይ እንጦርጦሶም ደርብዩ፣ ኣእዳው ህዝቢ ትግራይ ኩርንኩሪት ኣሲሩ፣ ብዕሙት ጃህራ ፈኸራን ግመ ባዶ ፕሮፖጋንዳን ሸሚሙ፣ ውግእ ናብ ዳሱ ዓዲሙ፣ ንህዝቢ ናብ መጋበርያ ኩርኩዕ ክምህ ከይበለ ዝውርወር ዘሎ ሕሱም እዩ ዝበለ ኣይተ ጌታቸው፣ ብዋጋ ኣሽሓት ትንፋሱን ትንፋስ ዓዲ ሃገርን ክሰርዕ ተፈርጢሙ ዝሕሽከርን ዝምእዘዝን ዘሎ እዚ ጉጅለ፣ ትግራይ ወላድ መኻን ክገብር ዝህንደድ ዘሎ እዩ ክብል'ዩ ዝቃወም። እዚ ጉጅለ ትማሊ ፌደራል ክወረና ይመጸና ኣሎ ካብ ዝብል ፕሮፖጋንዳ ምድላዋትና ስለ ዝወዳእና ምስ መላፍንትና ኮይና ካብ ድርኩኺቲ ኣዲስ ኣበባ ዕማምና ክንጅምር ኢና ናብ ዝብል ጃህራ ነጢሩ ኣሎ ዝብል ጽሑፍ ጌታቸው ትምነይኦ እሞ ይዝንግዐክን ከም ዝበሃል ደኣ ኮይኑ እምበር ኣብዚ ብተመዛበልቲ ክንምልስ ኣጉል ሽፋን ንዓመታት ዓዲ ዘደንቆረ ጉጅለ በዚ ሓንቲ መደርኡ ጥራሕ ሕልሚ ለይቱን ቀትሩን ኣርባዕተ ኪሎ ምዃኑ ደጋጊሙ የረጋግጸልና ኣሎ ክብል እዩ ጉዕዞ ህወሓት ናብቲ ንሱ ዝዓረደሉ ኣርባዕተ ኪሎ ተቓዊሙ ዘሎ ኢደ እግሪ ኣልቦ መሪሕነት ክብል ዝዘለፎም ናይ ቀደም ብጾቱ ብምጥቃስ ድማ፣ ሰብ ንኸደዓዕስ መሓዙ ተጥሪና ክብል መዕጸውን መኽፈትን መደረ ዘይብተኽ ኣኼባታቱ ክገብር ይስማዕ። እወ እቲ ውግእ ካብ ደጎሉ ንከባርር ተመሓዚዎ ዘሎ ጎራሕ ፈራሕ ሻዕብያ ናይ ዘመነ እኒ እኒ ታንክታት ኣዕጢቑ ብእግሮም ዝጎቱ ኣረጋውያን ሓገግ ዝብል ዘሎ በተኺ ክብል'ዩ። እንኮላይ ንህግደፍ ወቒሱ ዘሎ። ወሲኹ ድማ ሰራዊት ሻዕብያ ነቶም ሕዚ ኣብ ከብዲ ኣዲኦም ኣእትዮም ዘሽከርክርዎም ዘለዉ ዝበሎም ኣዘዝቲ ብምጥቃስ ድማ ትማሊ ቃታ ምስሓብ ዘላመድናዮ፣ ተሸኪምና ኣዲስ ኣበባ ዘእተናዮ፣ ስረ ዘዕጠቕናዮም ቆልዑ ነይሮም እናበሉ ዘሽካዕልሎም ንሶም ዶ ኣይኮኑን ሕዚ ብደም ትግራዋይ ገበኖም ክሓጽብሎም ትማሊ ናይ ዝቐተልዎ ወዲ ትግራይ ደም ኣብ ኢዶም ከይረግ ደም ወሲኾሞ ኣድሑኑና ክብሉስ ከቶ እንታይ እዩ መርገም ወሪዱ ዶ ኣየብልን ክብል እዩ ሓቲቱ ዘሎ። ዝሓለፈ ቀዳም ኣይተ ጌታቸው ረዳ ንስርዓት ኣብይ ኣሕመድ ኣብ ትግራይ ክኣቱ ዘቕረቦ ፃዊዒት ተመሳሳሊ ተቓውሞን ኣግራሞትን ብወገን ህወሓት ክቐርብ ከምዝቐነየ ኣይርሳዕን። ብተፃራሪ መንገዲ ህወሓት ንሻዕብያ ዓዲሞም ናብ ኣዲስ ኣበባ ክመፁ ኣይግባእን ዝብል ዘሎ ኣይተ ጌታቸው፣ መሪሕነት ህወሓት ካብ ሰቐላን ገበላን እናመዝረጠ ካብ ሕቑፊተን ጠቐር ለቢሰን ዘዕበየኦም ቦቕቧቓት ኣዴታትና እናመንዘዐ ድራር ዓራር ዝኾኑ መላምል ደቂ ትግራይ ከቐርብ፣ ፋኖን ሸኔን ድማ ኣእዳዎም ክሓውሱ ብጽሑፍ ከም ዝተስማዕምዐ ክምድር ቀንዮም። ናብ ዓዘቕቲ ሞትን ውርደትን እናተረግረግካስ ምስ ጠላማትን ታርኻዊ ጸላእትን ውዕል ኣራዊት ፈጺመ ምባልስ ካበየናይ ናይ ንዕቐትን ብድዐን ባሕሪ ዝተቐድሐ እዩ ክብል ወቒሱ ኣሎ። ጌታቸው ወሲኹ፣ ደብረጽዮን ስሕታን መዓልቲ ኣብ እንግድዓ ትግራይ ዝደርበየቶ ሓደ መርገም እዩ ዝበለ ኮይኑ፣ ቅድሚ ሕዚ ንምዕራብ ትግራይ ንምእታው ዝነበረ ምይይጥ ዝምልከት ሓበሬታ'ውን ኣካፊሉ ኣሎ። ጌታቸው ከምዚ ይብል። ብ ክልተ ሽሕን ዓሰርተ ኣርባዕተን ሰነ ምዕራብ ንከነጥቅዕ ምይይጥ ኮማንድ ፖስት ንእካብ። ሽዑ ሓላፊ ስርሒት ሰራዊት ትግራይ ዝነበረ ወዲ እምበይተይ መብርሂ ሂቡ ምስ ኣብቅዐ፣ ኣብቲ መግለጺ ዋሕዲ ጥይት ከም ዘሎ ስግኣቱ የቐምጥ። ጥይት ምቕራብ ሓላፍነት ፖለቲካዊ መሪሕነት ብሓፈሻ ድማ ሓላፍነት ደብረጽዮን ድማ ብፍላይ ነይሩ። ሽዑ ፈትለ ተቐዳዲማ ሰብእነቱ ብዝፈታተን ቃላት ፈሪሕኹም ዲኹም ክትብል ድሃለቶም። ብወገነይ እቶም ወታደራት ስርሖም ከም ዝሰርሑን እታ ዝተረፈት ናይ ፖለቲካ መሪሕነት ታራ ምዃና ከብርር ፈቲነ ደስ ኣይበሎምን ክብል እዩ ገሊጹ ዘሎ። ኣስዒቡ ድማ ዕሙት ህንዳደን ድንቁርናን ካብ መስመር ምኽንያታውነት ካብ ዘውጽኦም ሰባት እቲ ካልኣይ ደብረጽዮን ነበረ'ሞ ሕቶ ቀጸለ። እቲ ሕቶ ሽዑ ሎጂስቲክስ ንዝነበረ ናይቲ ኣለምሰገድ ሃደራ ነይሩ ክንደይ ጥይት ኣሎ ኢልዎም ዓሰርተ ሓደ ሚልዮን ይኸውን ኢበለ ናይ ዲሽቃ ግን ውሑድ እዩ ክብል መለሰ ክንደይ ሓይሊ ጸላኢ ኣለና ኢሉ ወስኸ ን ተወልደ ዕንበብ ፋኖ መከላከያን ሻዕብያን ሓዊስካ ኣስታት ሓደ ነጥቢ ሓደ ሚልዮን ይኸውን በለ ሰራዊት ታርጌት ናይ ምውቃዕ ውጽኢት ንገረኒ በለ ኣከታቲሉ ንታደሰ ካብ ሱሳ ስካብ ሰብዓ ሚታዊ ይወቅዕ ኢሉ መለሰሉ ወዲ ወረደ ዝብል መዘኻኸሪ ብምቕማጥ ደብረጽዮን ኩሉ ዝመጸ ጸላኢ ወዲእና ሰላሳ ሚታዊ ጥይት ክተርፈና ይኽእል እዩ ኢሎም ሽዑ ኣነ ጸላኢ ተር ኢሉ መጺኡ በብሓደ ዲና ክንርሽኖ ኢለ ሓቲተዮ፣ ኣካይድኡ ስለ ዝሰንበደኒ ይብል። ድሕሪ'ቲ ኣኼባ ክልቲኦም ንዓይ ኣብ ቅድሚ ሰራዊት ብምርባሽ ንሶም ልቢ ልቢ ክስምዖምን ክንዕቁናን ኣተባቢዕካዮም ኢሎም ነቒፎሙኒ። እምበኣርከስ እዚኦም እዮም እቶም ብኣሽሓት ኪሎ ሜትር ዝጋሕጠጠ ውግእ ወሊዖም ክስዕሩ ዝሓልሙ ዘለዉ ክብል እዩ ጽሒፉ ዘሎ። ብዛዕባ'ዚ ዝምልከት ካብ ሳልሳይ ወገን ዝተረጋገጸ ነገር የለን። ጌታቸው ኣብዚ ቀረባ እዋን ዶክተር ደብረጽዮን ናብ ኣስመራ ከይዱ ከም ዝነበረ'ውን ዝጸሓፈ ጌታቸው ናይ ቀደም ገዲፈ ደብረጽዮን ዝሓለፈ ቅነ ዝገበሮ ክነግረኩም ንሱ ናይ መወዳእታ ትእዛዝ ኢሰያስ ክሰምዕን ክልምንን ኤርትራ ከይዱ ነይሩ ውግእ ጀመር እንተኢልካ ናይ ነብሲ ወከፍ ብረት ኣርባዕተ ሎድ ጽዕነት ጥይት ሃበኒ ይብሎ ምኽሪ ንወዲ ባበይ ሰሚዑ መሳርሕቲ ኢሰያስ ዝሃብዎ ሓጺር መልሲ በቲ ዘለካ ጀምር ከስዕበልካ እየ ትብል ነይራ ክብል እዩ ከሲሱ ዘሎ። ብዛዕባ እዚ መንገሻ ዝምልከት ሓቅነቱ እውን ካብ ሳልሳይ ኣካል ኣይተረጋገፀን። ጌታቸው ብማፃል ንጥልመት ኢሰያስን ንድንቁርናን ስስዐን ስልጣንን ከርውዩ መናእሰይ ትግራይ ክውድኡ ዓገብ ዶ ኣይኮነን? ምእንተ ዕድመ ኢሰያስ ትግራይ ዓውደ ኹናት ክትከውን ህዝብና ክበርስ ዓገብ ዶ ኣይኮነን ክብል እውን ወቒሱ ኣሎ። ፅምዶ ማለት ኤርትራ ንሓደጋታት። ካብ ደጎል ኣርሒቓ እተባርረሉ፣ ኣልቡርሃን ድማ ብደም ተጋሩ ሰባር ወንበሩ ዘፅንሐሉ፣ ትግራይ ብሓዊ እትናኸሰሉ መውስቦ ኬስታት እዮም። ኣብ ዓዲ ኹን ኣብ ግዳም ተኾይጡ ኣብይ ወዲቑስ ተረኛ ኣምሓዳርን ክኸውን ዘምባሁቕ በለፀኛ ዝዕንድረሉ መቑሕ ይፅምዶ ማለት። ትግራይ ተጠቒዓ ተወፂዓ ሰብ ዘይፀሮ ምፀት ኣለም ወሪድዋ ኢሉ ኣብ ጎኒ ህዝቢ ትግራይ ንክስለፍ ካብ ልቡ ዘንፈፅ ዝነበረ ገባሪ ሰናያት ዓለም ብሰንኪ ፅምዶ ልቡ ተደፊኑ እዚኦም ድኣ ባዕለም ፀዋዕቲ ሕሰም እንድዮም ኢሉ ዘርጊሕዋ ዝነበረ ኢዱ ንክእክብ ዝገብር መሰሪ ልፍንቲ እዩ ክብል እውን ኣምሪሩ ጽሒፉ ኣሎ። እቲ ንቡር እኮ ኩሉ ኣብ ውሽጢ ጌርካ ሰላም ኢና ንደሊ ኢልካ ምጭራሕ እዩ ኔሩ ዝበለ እቲ ናይ ቀዳማይ ሚኒስተር ኣማኻሪ፣ ሕዚ ብቕሉዕ ኣርባዕተ ኪሎ ክንኣቱ ይበሃለለይ ኣሎ ብምባል ድማ ንጉዕዞ ናብ ኣዲስ ኣበባ ተቓዊሙ ኣሎ። እዚ ተሓታትነት ከየትጠብቆ ሰማይ ደጊፉ ዝሓድር ጉጅለ ምስቲ ትማሊ ቀቲሉ ክውድኣካ መጺኡ ዝተኾለፈ ደመኛ ጸላኢኻ ተላፊኑ ብሚልዮን ዝቑጸር ደቅኻ በሊዑ ዘጉስዕ ዘሎ ጸላኢ ሰናይ እዩ እምበር ኣይናትካን ህዝቢ ትግራይ ዝበለ ጌታቸው ስለዚ ካብ እንግድዓኻ ደርብዮም ካብኦም ዝፈኩስ የለን እዞም ሰባት ንትግራይ ዓፃዊ ዘይብላ ገርገራ ንወለዲ ትግራይ ድማ ጠዋርን ቀለብን ዘይብሎም ምናምን የትርፍዎም ኣለው። ተማሕፂንካ ይኹን ተማሊልካ ዝመፅእ ለውጢ ከይትፅበ። እዞም ግብረ እከያት ዝለግስሉ ጊዜ ሐዚ እዩ። ንሱ ብግምጣሉ ነቶም ናብ ኣዲስ ኣበባ ከይትመፁ ዝብሎም ዘሎ ሰባት ከግልሶም ከምዝደሊ ሓቢሩሎም። ጌታቸው ኣብ መወዳእታ ህዝብና ዶ ይጥፋእ ወይስ ግብረ እከያት ይጥፍኡ እዩ ዝኒሀ እቲ ሕቶ ብዝብል ፅሑፉ ዝዛዘሙ ኮይኖም ህዝቢ ግን ኣብ መንጎ ምጥፍፋእ ዝብል ኣተሓሳስባ ኢና ንጠፍእ ዘለና ካብ ዝብል ፀኒሑ እዩ። ካብ ኣዲስ ኣበባ ኮነ ካብ ኣስመራ ዘራይ ኣትሒዝካ ኣብ መሬትካን ነቲ ከቢድ ዋጋ ዝኸፈለልካ ህዝብኻ ኩናት ንምክያድ ምህቃን ንምስምዑ እኳስ ኣዝዩ ዘደንፅ እዩ ዝብል እምነቱ ከንፀባርቕ ፀኒሑ እዩ። ጌታቸው ረዳ ድማ ኣብዚ እዋን ኣብ ኣሜሪካ እዩ ዘሎ።